ኣብ ኩሉ ኩርናዓት ምድሪ ኾንኩም እቲ ምስ ከደ ዘይምለስ ዋግኡ ንወርቅን ኣልማዝን ዘይትመን ዝኸበረ ግዜኹም ሂብኩም ብኣገልግሎት ሓንቲ ሓቂ ንዝመሓላለፍ መንፈሳዊ ፈነወ ትከታተሉን ዘለኹም ብሩኻትን ፍቑራትን ኣሕዋተይ ካብ እግዚኣብሔር ኣቦናን ካብ ጎይታናን መድሓኒናን የሱስ ክርስቶስን ጸጋን ሰላምን ምስ ኮለንትናኹም ይኹን። ከመይ ቀኒኹምለይ ኣለኹም? ከመይከ ትኾኑለይ ኣለኹም? ኣነ ብምሕረት ኣምላኽን ብጸሎት እቶም ንኣምላኽ ዝፈርሁ ሰባትን ሰላምን ሰናይን ጥዑምን ኣለኹልኩም። ከምዚ ኣነ ዘለኹዎን ካብዚ ኣነ ዘለኹዎን ላዕሊ ንላዕልን ድማ ሰላምን ሰናይን ክትህሉ ናይ ክሉ እዋን ትምኒተይን ጸሎተይን እዩ ብሩኻተይ ንኣምላኽ ዝፈርህ መን እዩ ብዝብል ኣርእስቲ ቀዳማይ ክፋል ኣብ ዝሓለፈ እዋን ጀሚርና ከም ዘለና ኩልኹም ትፈልጡ ኢኹም እቶም ትከታተሉ ዘለኹም ማለት እየ ተማሂርኩምሉ ክትከውኑ ድማ ብጎይታ እምነተይ ዓብዩ ዝመሃር ልቢ ንዘለዎ ሰብ ኣይኮነን ከምዚ ዝበለ መደብ ኣዳሊኻ ከምዚ ዝኾነ መደብ ውን ከምዚ ዝበለ መደብ ውን ዘይኮነ ካብ ዘበለ ውን ከይተረፈ እመሃር እዩ ተወሳኒ ዝመሃር ልቢ እዩ እትጽሕፉለይ ርእቶታት ኩሉ ግዜ ይበጽሓኒ እዩ ስለ ርእቶታትኩም ድማ ጎይታ የሱስ ብሩኽ ኣብልኩም መስትያተይ ኹም ዓይነይ ኹም ጉድለተይ እትመልኡ ክብርን ስም ይኹን መጻኢ ክጽብቕ እትሓስቡ ኢኹም እሞ መጻኢኹም ኩሉ እቲ ልዑል ይመድምዳልኩም ድማ ብል መቐጸልታ ናይታ ሒዝና ዘለና ሎም እውን ሒዘ ብጸጋ ኣምላኽ ቀሪበ ኣለኹ ድሕሪ እዚ ሓጻር መሰጋገሪ ሙዚቃ ናብ ምሉእ ትሕዝትኡ ከብለኩም እየ ኣይተርሕቑ

ንኣምላኽ ዚፈርሆ መን እዩ? ሕጂ እውን እታ ኣርእስትና ንሳ እያ። እታ ኣብ መዝሙር 25 መበል 12 ፍቕዲ ዘላ ኣብ ቦታኣ ክብሪ ንኣምላኽ ንኣምላኽ ዝፈርሆ መን እዩ ንኡ እታ ዝሓርያ መገዲ ከርእዮ እዩ ድማ ይብል። ንኣምላኽ ዝፈርሆ መን እዩ? ከመይ ዝበለ እዩ? እንታይ ዝኾነ እዩ? ከምዝን ከምትን ዝገብር እዝን እትን ዝኸውን ዘበለ ድዩ ንኣምላኽ ዝፈርሆ መን እዩ እታ ኣርእስቲ ባዕላ እታ ኣብ መዝሙር ዳዊት ተጠቂሳ ዘላ ፍቑራተይ ኣቕልብ እንተቢልኩምላ ንኣምላኽ ዝፈርሆ መን እዩ እዩ ዝብል ዘሎ ብዙሕ ግዜ እቲ ንኣምላኽ ምፍራህ እንብሎ ንሕና ወይ ኣነ ንኣምላኽ እፈርሖ'የ ኢልና እንብለሉ መለክዒ ምስ ገዛእ ርእስና ዝተተሓሓዘ እዩ። ምስ ገዛእ ርእስና እተተሓሓዘ እዩ። ከምዚ ወይስ ከምቲ እንተገበርኩ ከምዚ ወይስ ከምቲ ክረኽበኒ'ዩ ምስ በልና እቲ ዘይንገብሮ ዘይንገብሮ ዘለና እቲ እንተገበርናዮ ክረኽበና ዘለዎ ስለ ዘስጋኣና እዩ እዚ የስጋኣና እሞ ሽዕኡ ነቲ ኣይትግበርዎ ዝበለና ዘይንገብሮ ዘለና ንኣምላኽ ስለ ዝፈራህና ኮይኑ ይስምዓና እሞ እንታይ ንብል ንኣምላኽ እፈርሆ እየ ንኣምላኽ ከም ትፈርሖ እንታይ ትብል እንታይ ተረጋግጽ እቲ ኣይትግበርዎ ዝበለኒ ዘይገብር እቲ ግበርዎ ዝበለኒ ዝገብር ብምዃነይ በዚ ንኣምላኽ ምፍርሀይ እርኢ ኣለኹ ንብል ሀይ ልብና ተመስጢሩና ኣሎ ብሩኻተይ ልቢ ይምስጠር እዩ እዚኣ ክትግንዘቡለይ ደሊ ኣለኹ ሎሚ ልቢ ፈጣሪኡ ጥራይ ዝፈልጦ ልቢ ሰብ ዝፈልጦን ዝምርምሮን ጎይታ ምዃኑ ኣብ ትንቢተ ኤርምያስ ምዕራፍ ዓሰርተ ሸውዓተ ፍቕዲ ትሽዓተ ተጽሒፉልና ኣሎ። ንልቢ ዝፈልጦ ዝምርምሮ ጎይታ ጥራይ ምዃኑ ተነጊሩና ኣሎ። እዚ ቓል እዚ እንታይ እዩ እንድሕሪ ኢልና ጎይታ ጥራይ ልቢ ዝፈልጦ ማለት ዋላ እታ ገዛእ ልበይ እውን ሕጂ ብዙሕ ግዜ እንታይ እዩ ዝርዳእና ልቢ ሰብ ኣይትፈልጦን ኢኻ ንስኻ ልቢ ብጻይካ ኣይትፈልጦን ኢኻ ንስኻ ማዕረ ክንደይ ሰብ ምሳኻ ኣሎ ብዝብል ጥራይ ኢና ንወስዶ ኣይፋሉን እታ እታ እታ ኣነ እውንና ትብላ ዘለኻ ልብኻ እታ ልበይ ዝብላ ዘለኹ ልቢ እሳ እውን ኢና ደይንፈልጣ እታ ናትና ግደፍ ዶ ኣነ ናትካ ክፈልጥ ኣነ ናትካ ክፈልጥ ወይ እስኻ ናተይ ክትፈልጥሲ ነታ ገዛእ ልብኻ ኢኻ ዘይትፈልጣ እታ ገዛእ ልብኻ እቲ ምስጠረካ ነዚ ኣብነት ዝኾነና ሓንቲ ነገር ጥቕስ ኣቢለልኩም ክሓልፍ እሞ ድሓር ናብታ ዛዕባይ ክምለስ እየ ኩላትና ከም እንፈልጦ ጴጥሮስ ዝበሎ ቃል ንዝክር ኢና ጎይታ እቲ መዓልታት ስቕለቱ እናተቐረባ ኣብ ዝኸደሉ እዋን ኩሉኹም ከምዚ ክትኮኑ ኢኹም ኢሉ እቲ ዝኾንዎ ምስ ነገሮም ኩሎም እንተሓደጉኻስ ኣነ ገና ኣይክሓድገካን እየ ህይወት እውን ኣብ ክንዳኻ ክህብ እየ ኣይገድፈካን እየ ኢልዎ ንጎይታ እዛ ወንጌል ዮሃንስ ምዕራፍ ዓሰርተው ሰለስተ ኣብቲ መወዳእታት ኣብ መወዳእታታት ኣብ ሳልሳን ሸውዓተን ሸሞንተን ኣውዲታት ከባቢ ክትረኽብዎ ኢኹም ኣሎ ኣብ ብዙሕ ቦታ ኢና ክንረኽቦ ንኽእል ኣብ ወንጌል ማቴዎስ እውን ንረኽቦ ኢና ምዕራፍ 26 ኣብ ማርቆስ እውን ከምኡ ኣብ ሉቃስ እውን ከምኡ ኣሎ ሕጂ እዚ ነገር እዚ ጴጥሮስ ክብል እንከሎ ንጎይታ ክዐሽዎ ኢሉ ኢሉ ድዩ ከም ኢልዎ ንጎይታ ክዐሽዎ ኢሉ ድዩ ኢልዎ ከምዚ ክሕዶ እናፈለጠ ድዩ ኣይክሕደካን እየ ኢልዎ ኣይፋሉን ብናቱ ኣተሓሳስባ ብናቱ ምርዳእ ንልበይ እፈልጣ እየ ክሳብ ዝበለ ከም ዘይክሕዶ ተረዲእዎ ኣሎ ስለዚ ኣይክሕድን እየ ኣይገድፈካን እየ ዝብል ዘሎ እዚ ማለት ንሕና ንገዛእ ርእስና ከም ዝግባእ ከም ዘይንፈልጣ እዩ ዘርእየና። ኣይኮነን ዶ ብዛዕባ ሰብ ግደፉ ብዛዕባ ገዛእ ርእስኻ ብዛዕባ ገዛእ ርእስኺ ብዛዕባ ገዛእ ርእሰይ እውን እቲ ይፈልጦ እየ ዝብሎ ዝፈልጦ ዘይኮነስ ዝመስለኒ ኮይኑ ዝርከበሉ ግዜ ከም ዘሎ እዩ ዘርኢ ሓደ ካብቲ ህድእ ኢለን ነገራት ብትዕግስቲ ክሪኦም ሓይሊ ዝኾነኒ ሱር ክሰድድ ኣብ ትዕግስቲ ዘኽእለኒ ዘሎ እንታይ እንድሕሪ ኢልና ሰብ ብዛዕባይ መሲልዎ ክዛረብ ክሪኦ ከለኹ ኣብ ግዜኡ ክምልሰሉ ዓቕሊ ትዕግስቲ ዘግብረኒ ብዛዕባይ ኣይኮነን ብዛዕባ ገዛእ ርእሱን ከም ዝመስሎ ስለ ዝፈልጥ እየ ከምኡ ድማ ንዓይ ብዛዕባ ሰብ ጥራይ ዘይኮነስ ብቐንዱ ብዛዕባ ገዛእ ርእሰይ እውን ዝመስለኒ ከም ዘሎ ስለ ዝፈልጥ እየ። ስለዚ ጴጥሮስ ብእኡ ደምዲሙ ፈሊጡ እዩ በቃ ከም ዘይክሕዶ እዩ ዝዛረብ ዘሎ። እቲ ሓቂ ግን ሰለስተ ግዜ ደርሆ ከይነቆ ዝክሕዶ ኮይኑ ተረኺቡ። እዚ ደሓር ዝመፀ ምዕባለ ኣይኮነን። በቃ ጽባሕ ልብኻ እንታይ እያ ኣይትፈልጣን ኢኻ ግደፍ ጽባሕ ድሕሪ ሓደ ደቂን ኣይትፈልጣን ኢኻ ስለዚ ልብና ዝምስጠረና ሰባት ኢና ንሕና ክሳብ ዝበጻሕናዮ ጥራይ ኢና ንብል ካብኡ ንላዕሊ ግን ዝመሰለና እዩ ብኣና ግን ዝመሰለና ዘይኮነስ ማለትና ኮይኑ ሓቂ ንዛረብ ኣለና ኢልና ሓቂ ንገብር ኣለና ኢልና ንብሎ እዩ ልክዕ ከም ከምኡ ኣብቲ ፍርሃት ኣምላኽ ዝብል መጺና ድማ ንኣምላኽ እፈርሆ እየ ንብል ግን ብትኽክል ዲና ንፈርሖ እንተ ተባሂሉ ግና እቲ ናይ ልብና ናይ ውሽጢ ፍርሓት እንታይ ኮይኑ ዝርከብ መስለኩም ብመገዲ ዓስቢ ዘይምእዛዝ መፂና ዳ ኢና ንፈርህ ዘለና ነቲ ናይ ዘይምእዛዝ ዓስቢ ኢና ደኣ ከምዚ ኣይትግበሩ ዝበለና እንተገበርና ዝወርደና ዝመጻና ንሱ ደኣ ኢና ፈሪሕና እሞ ንኣምላኽ ንፈርሖ ኢና ነልግቦ ከም ንፈርሖ ነልግበሉ ዘለና እምበር ብትኽክል ንኣምላኽ ንፈርሖ ኮይና ኣይኮነን ኣይኮነን ሓደ ግዜ ኣብ ቅዱሳት ጽሑፍ ክንርኢ ከለና ኣቦና ዳዊት ኣባኻ እውከል ኣለኹ ብኣኻ ይድውከል ከም ዝበሎን ኣምላኽ ንዝክር ኢና ነገር ግን ሰራዊት እስራኤል ክቑፀሩ ዝኣዘዘ ድማ ንሱ ነበረ እሞ ተቖፂሮም ምስ ግና ለካ ብኣምላኽ ኣይኮነን ምሉእ ንምሉእ ዝውከል። ከምኡ ምስ ኮነ እዩ ኣቦና ዳዊት ኣይሉ ንጸልማተይ ተብርሆ ኢኻ እሞ ንመብራህተይ ድማ ተድምቆ ዝበሎ። ክብሪ ንኣምላኽ። ጸልማተይ ማለት እስኻ ዘይትፈልጦ ዝነበርካ ንዓኻ ዘይበርሀ ዝነበረ ብዛዕባ ገዛእ ርእስኻ ምሽ ዶ ብዛዕባ ካልእ ብዛዕባ ገዛእ ርእስኻ ብዛዕባ ገዛእ ርእስኻ ካልእ ትዛረብ ዝነበርካ ከምቲ ዝኾንካዮ ኣብርህ ግን ኣብለካ ከምኡ ይበል ኣቦና ዳዊት ግን ኣቦና ዳዊት ሕጂ ንኣምላኽ ክዓይሽ ወሊዱ ኣነ ብኣምላኽ ይልውከል ኢሉ ክሳብ ዝዝምር እውን ዝኸደ ኣይፋሉን ከምኡ ኮይኑ ስለተረድኦ ብዛዕባ ገዛ እርሱ እባ ነገር ግን እቲ ዝተረድኦ ንሱ እቲ ዝመሰሎ እምበር እቲ ሓቂ ነበረን ኣብ ሰዓቱ ግን እቲ ሓቂ መፅዩ ኣብቲ ንኣምላኽ ምፍራሕ ድማ ከምኡ እዩ ኣብቲ ንኣምላኽ ምፍራሕ ድማ ብሓቂ ብትኽክል ከምኡ እዩ እዚ ኩሉ እስከ ሕጂ ናብቲ ንብሎ ነገር ክነሰብል ኣይሁድ ነምፃዮም እስከ ፍልጠት ዘይብሉ ቅንኣት ብዛዕባ ኣምላኽ ኣለዎ እንተ ንሓቶም በቲ ግዜ በቲ ክርስቶስ ኣብዚ ምድሪ ዝነበረሉ እንተ ንሓቶም ንኣምላኽ ትፈርሕዎዶ እንተ ንብሎም እወ ንኣምላኽ ንፈርህ ኢና ምበሉ ንኣምላኽ እንተ ዝፈርሁ ደኣ ንወዱ ጻረሩ ብኸመይ ተረጋግጹ ንኣምላኽ ከም ትፈርሁ ምስ እንብሎም ብዘይኩ ካልእ ከነምልኽ ኣይንደልን ኢና ንህለካ ነዚ ሰብ ክነሱ ንርእሱ ኣምላኽ ዝገብር ዘሎ የሱስ ዝበሃል ንዕኡ እኳ ንህና ንቃወም ኣለና። እዚ እኮ እቲ ምቋምና እኮ እቲ ንኣምላኽ ምፍራህና እዩ። ብዘይክኡ ካልእ ክንምልኽ ዘይምድላይና እዩ። ወይ ፈሪሳዊ ብዘይክኡ ካልእ ምስ እተምልኽ ዝመጻካ ከኣ ስለ ትፈልጥ እምበር ኣብቲ ጽሑፍ ኣሎ እንዶ ዘፍቅሩንን ትእዛዛተይን ዝሕልውን ክሳዕ ሽሕ ወለዶ ንዝጸልኡኒ ኸ ሓጢኣት ኣቦታት ክሳዕ ሳልሳይ ክሳዕ ራብዓይ ወለዶ ዝቐጽዕ እየ ኢሉ ዶ የለን? ክሳዕ ሳልሳይ ራብዓይ ወለዶ እባ ከይትቕጻዕ ደሊኻ እምበር ብትኽክል ንኣምላኽ ትፈርሕ ተትኸውን እቲ ሰብ ክነሱ ንርእሱ ኣምላኽ ገብር ኣሎ ኢልካ ብጌጋ ትርድኦ ዘለኻ እንታይ እዩ ዝብል ዘሎ ከመይ እዩ ዝብል ዘሎ ካብ ኣምላኽ ዲኻ ርሓቐካ ዝደሊ ዘሎ ጽን ኢልካ ምሰማዕካዮ ጽን ኢሉ ምሰምዖ እቲ ኣይሁዳዊ ፈሪሳዊ ንኣምላኽ ዝፈረተ ዝኸውን እንታይ ይብል ደሎ ምበለ ከመይ ይብል ደሎ ምበለ እቲ ነቦ ከግህደሎም ዝመፀ እቲ ነቦ ክገልፀሎም ዝመፀ ኣካል ካብ ኣቦ ከርሕቆም ያህወ ካብዚ ስሙ ኣምላኽ ከርሕቆም ከም ዝመፀ እዮም ተረዲኦሞ እዚ ድዩ ፍርሓት? ምፍራህ ንኣምላኽሲ ኣምላኽ መገድታቱ ብዙሕ ከም ዝኾነ ካብቲ ኣነ ዝፈልጦ ንላዕሊ እውን ክህሉ ከም ዝኽእል ተገንዚበ ጽን ክብለካ ከለኹ እዩ። ወገን ናይቲ ዝተረዳእክዎ ከይኮንኩ ጽን ክብለካ ክኽእል ከለኹ እዩ። ኣብኡ እዩ ዘሎ። ክንመጾ ኢና ድሓን ፍርሃት ኣምላኽ ኣብ ዝብል ነገር ክንመጽእ ኢና ጽቡቕ ጌርና። እዚ እዩ እቲ ኣጸቢቕና ክነሰብሎ ዘለና ንሕና ኣይሁዳውያን ኢና ንሕና ደቃሉ ይኮናን ሓደ ኣምላኽ ሓደ ኣቦ ኣለና ንሱ ከዓ ኣብርሃም እዩ ሓደ ኣምላኽ ከዓ ኣለና ኢሎም ክሳብ ከምዚ ዝዛረቡ ዝነበሩ ክሳብ ዝኾኑ ኣይሁዳውያን ፈሪሳውያን ብርግፅ ንኣምላኽ ትፈርሖ ዶ ተትብሎም እወ እወ እዩ ትመልሶም ግን ኣይነበረን ንኣምላኽ ምፍራሕ ግን ኣይነበረን እስከ ናባና እውን ንምፃእ ብቃል ይኹን ብግብሪ ብኣናብራ ብኩሉ ካብቲ ፅሑፍ ምውሳኽ ናቱ መዓት ኣለዎ ካብቲ መዓቱ ንውስኽ ኢልዎ ኣሎ ራ ዮሃንስ ስለዚ ይውስኽ እዩ ሕጂ ብቓል ብግብሪ ኣናብራኻ ብኩሉ ካብቲ ፅሑፍ ዘይምውሳኽካ ንኣምላኽ ዝፈራህካዮ ዶ መስለካ ኣሎ ንኣምላኽ ምፍራሕ ኣይኮነን እዚ እንተወሲኽካ ክመጻካ ዝኽእል ስለ ትፈልጥ ኢኻ እሱን ልቦና እዩ ግናኸ ንኣምላኽ ምፍራሕ ኢልና ግን ኣይንልግቦ ኣልግብ ኣይነብላ ኣልግብ ኣይነብላ ንኣምላኽ ምፍራህ ርእሱ ዝኸኣለ ዓብን ሰፊሕን ዓሚቕን ኣርእስቲ እዩ ብሩኻት ብቓል ብኣናብራ ብግብርና ካብቲ ጽሑፍ ኣይነጉድል እንዲና ጽቡቅ ገበርና ልቦና እዩ ዘይምጉዳልና ግና ንኣምላኽ ምፍራህ እዩ ኢልና ኣይንደምድም እንተጉዲልና ካብቲ ኦም ህይወት ግዴና ወይ ኣብኦም ህይወት ካብ ዘለና መሰል ክጎድለና ምዃኑ ተነጊሩና ስለ ዘሎ ኢና ዘይነጉድል ዘይምውሳኽ ዘይምጉዳል ልቦና እዩ ምስትውዓል እዩ ንኣምላኽ ምፍራሕ ግን ኣይኮነን ዝመጻካ ተገንዚብካ ካብቲ ዝመጻካ ክትርሕቕ ካብ ዝመጻካ ኣሉታዊ ነገር ዓስቢ ዘይምእዛዝ ካብኡ ክትርሕቕ ኢልካ ክትእዘዝ ምኽኣል ልቦና እዩ እዚ ከም ንኣምላኽ ምፍራሕ እቲ ልቦና ከም ንኣምላኽ ምፍራሕ እንድሕር ፍለጥ ኣሎ እቲ ንኣምላኽ ምፍራሕ ዝበሃል የለን ማለት እዩ። ንኣምላኽ ምፍራሕ ተዝህሉ ግን ብትኸክል ሓቁ ብዛዕባ ንኣምላኽ ምፍራሕ ዝብል እቲ ሓቂ እንተዝርድኣና ግን እዚ ንሕና ፍርሃት ንብሎ ዘለና ሎሚ ልቦና ምዃኑ ምፈለጥናዮ ነርና። መሪሕነት መንፈስ ቅዱስ እናተፀበኹ ዝገብሮ ኩሉ ብመሪሕነቱ ምግባረ ኣይትኸይድ እንተበለኒ ዘይምኻድ ኣይትዛረብ ተበለኒ ዘይምዝራብ ኣይትግበር እንተበለኒ ዘይምግባር፣ በል እንተበለኒ ምባል፣ ከምዚ ኮይነ መሪሕነቱ ዝፅበ ምዃን ፅቡቕ እዩ። ግናኸ ንኣምላኽ ምፍራሕ ገና ይበሃልን እዩ ዝውን ምክንያቱ ብመሪሕነቱ ነገራት ኩሉ ክገብሮ ምድላየይ ናይ መሪሕነቱ ንመሪሕነቱ ናይ ምእዛዝ ወይ ንመሪሕነቱ ብመሪሕነቱ ናይ ምምእዛዝ ዓስቢ እንታይ ምዃኑ ስለ ዝፈልጥ እየ በረኸት ምስላጥ ምድማዕ እዩ ተዛሪበ ዘድምዕ ወይ ተዛሪበ ዘስምዕ ኣብቲ እሱ ተዛረብ ዝበለኒ ተተዛሪበ እዩ ዓየ ዘድምዕ ኣብቲ ንሱ ከምዝን ከምትን ግበር ምስ በለኒ ምስ ዝገብር እዩ እዚ ምዃኑ ስለ ዝፈልጥ እዩ ስለዚ መሪሕነቱ ምፅባየይ ዕዮ ገዛ ከይበዝሓኒ ምድላየ እዩ ኣብቲ ኣብቲ መንፈሳዊ ቤት ኣብኡ ዘሎ ዕዮ ዘቤታዊ መንፈሳዊ ዕዮ ከየበዝሓኒ ግዜይ ብልክዕ ክጥቀመሉ ምድላየ እዩ። እዚ ኸኣ ልቦና እዩ። ንኣምላኽ ምፍራሕ ግን ምስ ገዛእ ርስና እተተሓሓዘ ከምዚ ወይስ ከምቲ ከይንኸውን ምስ እንብሎ ዘይኮነስ ምስ ገዛእ ርእሱ ምስኡ ምስ ስልዖል እተተሓዘ ጥራይ እዩ ንኣምላኽ ምፍራህ ዝበሃል። ንኣምላኽ ምፍራህ ብትኽክል እንተዝህሉ ክንድዚ ዝምብዝሑ ክንድዚ ኩላትና ንርእዮን ንሰምዖን ዝምብዝሑ መጽሓፍ ቅዱሳዊ ጠቀስ ሃይማኖታት ኣይምሃሎን ነይሩ ኣብዛ እንነብራ ምድሪ። ንኣምላኽ ምፍራህ ብትኽክል እንተ ዝህሉ ነይሩ ክንድዚ ኣብዚ ምድሪ እንሪኦ ፍልልያት ናይ ማሕበራት ኣይምሃለወን ነይሩ። ሎሚ ከም ምዕባለ እዩ ዝውሰድ ዘሎ። ኣብቲ መሰረታዊ ነገር፣ ኣብቲ ዶክትሪናዊ ነገር ኣብ ሓደ ንኹን እምበር ኣብቲ ካልእ ሽግር የብሉን ዝበሃለሉ ግዜ ኢና በጺሕና። ስለምንታይ? ሓደ ኮይኑ ኣብ መጽሓፍ ቅዱስና ኣብ ፊልጲ ምዕራፍ ሰለስተ ከነብብ ከለና ሃዋርያ ጳውሎስ ኣብ ዝጸሓፎ መልእኽቱ ሓደ ንሱ በይኑ ከም ዘሎ እንተመሰሎ ንሱ እውን ይጸልም እሞ ኣምላኽ ንዕኡ እውን ከብርሃሉ እዩ እዚ በቲ ዝበጻሕናዮ መገዲ ጥራይ ኩላትና ብሓደ መገዲ ንመላለስ ኢሉና። ግን ሓቂዩ ፍጹማት ዘበልና እዚ ንሕሰብ ኢሉ ዘሎ ኣብ ፍጽምና ምስ መጻኻ ትሓስቦ ኢዩ። ኣብ ፍጽምና ምስ መጻኻ ትሓስቦ ኢዩ። ነጊረ ነጊረ ነጊረ ዘይሰምዑኑ ምስ ኮኑ ዘይእዘዙ ምስ ኮኑ ተፈልየ። ኣብ መን ርኢኻዮ? ንኤርምያስ ክዋግእዎ ምዃኖም ዝተነግሮ ቤት እስራኤል እዮም፣ እቶም ንሱ ናብኦም ነቢይ ኮይኑ ዝተላእኸ። ኩሉ ግዜ ዋግእዎ፣ ኩሉ ግዜ ጻረርዎ፣ ካብ ንዕኡ ንኻልኦት ከም ሓሳብ ልቦም ገይሮም ዝርበዩ ኢሎም ንዕኦም እዮም ዝሰምዑ ነይሮም። ከምኡ ዓይነት ሰባት እዮም እዚኦም በጃኻ ንዓይ ከምዚ ግበረኒ፣ ካብዚ ህዝቢ እዚ ፍለየኒ ክብሉ ዶ ኣይኮንና ንርኢ? ስለዚ ህዝቢ እዚ ኣብ ቅድሚኻ ክበኪ ኩሉ ግዜስ ርእሰይ ከም ዓይኒ ማይ እንተዝኸውን ዒላ እንተዝኸውን ዓይነይ መን ምሃበኒ ክብል ከሎ ኢና እንርኢ። ኩሎም እቲ ህዝቢ ዘይምቹእ ስለ ዝኾኖም እቲ ህዝቢ ተሪር ገጹ ከም ዓረ ዝገበረ ህዝቢ ስለ ዝኾነ ስለ ዝኾርኩሖምን ዘይምቹእ ስለ ዝኾኖምን ኢሎም ህዝቦም ዝገደፉ ኣይነበብናን ኣብ ቅዱሳት ጽሑፋት ካብ ህዝቦም ተፈልዮም ካልእ ህዝቢ ሃበና ርእስና ክኢልና ክንከይድ ዝበሉ ኣይነበብናን ኣይረኣናን። ስለዚ ብስነ ኣተሓሳስባና፣ በኣመላኽታና፣ በኣጠማምታና፣ ፕሊስ ባክ ቱ ዘ ኦሪጅን ናብቲ መበቆል ናብ ጥንቲ እስከ ንመለስ ናብኡ ምልስ ኢልና እስከ መዐቀንያ እስከ እሳቶም ንግበሮም እቶም ኣብኡ ዘለዉ ቅዱሳን እስከ እሶም መዐቀኒና ይኹኑ። ዝጓዓዙን ዘይጓዓዙን ኮይና በቃ ክጓዓዙ ይከኣሉን እሞኸ ንሕና ንጓዓዝ ኣለና ስለዚ ኢና ተፈሊና ዘለና ኣይፋሉን ነቲ ክጓዓዝ ዘይክእል ዘሎ ኣታት እዮ እንዳኡም ክፈሪ ኣይከኣልን ኣሎ እሞ ክቆርፀ እየ ክብለካ ከሎ ኣይፋልካን ጎይታ ዕድል ሃበኒ ከምዚ ክገብር እቲ ክገብር ክትብሊ ዝግባእካ ግን እቲ ክገብሮ ዝግብኣኒ ገይረ ዘይብትኸክል ኣይገበርኩን ኢልካ ርእስኻ ብትኸክል ብናትካ ኣተሓሳስባ ዘይኮነስ ብትኸክል ክተምዝና ምኽኣል ኣበይ እዩ ዝመፅእ ንኣምላኽ ክትፈርሕ ከለኻ ጥራይ እዩ ዝመፅእ ስለዚ ንኣምላኽ ከምቲ ዝግብኦ ኣይፈራሕናዮን ኣሎና። ኩሉ እቲ ንኣምላኽ ፈሪሕና እንብሎ ምስ ገዛእ ርስናን ንገዛእ ርስናን ምስ ገዛእ ርስና ዝተኣሰረን ንገዛእ ርሳ ሓሲብናን ኢና ንፈርሖ ንብል ዘለና እምበር ብትኽክል ፈሪሕናዮ ከም ዘይኮና ሎሚ ንወለዶይ ግሁድ ኹን። ንኣምላኽ ምፍራሕ እንታይ ማለት ድዩ? ፍረ ፍርሃት ኣምላኽ ከ እንታይ እዩ? ወይ ሓደ ንኣምላኽ ዝፈርህ ዝበሃል መለለይኡ እንታይ እዩ? ፍርሃት ኣብ ክንደይ ይምቀል? ምድብ ኣለዎ ዶ ነዚ ኩሉ ሓደ ብሓደ ጎይታ ብዝህበና ምናሕ ዕድመ ክንሪኦ ኢና እሞ እቲ ኣብ ምናሕ ዕድመ ዝርከብ ምድሓን ነዊሕ ዕድመ ከጽግቦ ምድሓነይ ከርእዮ ዝበሎ ኣብ ምናሕ ዕድመ ዝርከብ ምድሓን ድማ ክኾነልና እዩ። እሞ ብመቐጸልታ ኣርእስቲ ኣብ ትመጽእ ቀዳመይቲ መዓልቲ ሰሙን ክሳብ ንራኸብ ሰላም ኣምላኽ ምስ ኩላትና ይኹን ልዋም ቅንያት ንኹላትና ሻሎም።